ኣብዛ ሱራ ረቢ ስብሓነሁ ወተዓላ ብሸውዓተ ዓበይቲ ተኣምራት ፍጡራት ይምሕል። እቲ መርትዖታት ንርእዮ ዘለና እኹል እዩ ብዘይ ማሕላ ግን ኣላህ ስብሓነሁ ወተዓላ ከረጋግጸልና ደልዩ ልታእኪድ ይምሕል ብጸሓይን ብወርሕን ብለይትን ብመዓልትን ብሰማይን ብመርየትን ብነፍሲ ወዲ ሰብ መልሲ ናይቲ ማሕላ ድማ እቲ ነብሱ ዘጽረየ ካብ ሽርክን ሰዓብቱን እሱ እዩ እቲ ዕዉት። እቲ ነብሱ ዘርሰሐ ብሽርክን ብእከይ ተግባራትን እሱ እዩ እቲ ፍሹል። ረቢ ነታ ነፍሲ ወዲ ሰብ ቅኑዕ መገዲን ቅኑዕ መንገድን ዘይቅኑዕን ነጊርዋ ኣልሂምዋ እዩ። እቲ ዕዉት ጥዑያትን ፈላጣትን ዝኾኑ ቤተሰብ ከምኡ ንኣዕሩኽቲ ረቢ ዓዲልዎ መገዲ ረቢ ሒዙ ነፍሱ ከጽሪ ክኢሉ እቲ ሓደ ድማ ብኣንጻሩ ዘይጥዑያት ረኺቡ እምቢ ከይብል ተኸቲልዎም ከይዱ ነፍሱ ኣርሲሑ ፈሺሉ ረቢ ይዓፍየና ኣብዛ ሱራ ዕብየቱ ስብሓንሁ ወተዓላ ኣርእይና ከምኡ ድማ ሓደ ከም ምዃኑ ኣብ መግዛእቱ ኣብ ተግባራቱ ንርዳእ ምኽንያቱ ነዚ ኩሉ ተኣምራት እዚ ዝፈጠረ ግቡእ እዩ ንብሕቱ ክንግዝኦ ረቢ ስብሓነ ወተዓላ ኩሉ ግዜ ናይቶም ዝሓለፉ ህዝቢ ይዝክረልና ምእንቲ ክንመሃር ኣብዚ ድማ ኣብነት ዘኪርልና ናይቶም ነቢላህ ሳልሕ ዝኸሓዱ ይብል ስብሓነሁ ወተዓላ እንድሕሪ እታ ነፍሲ ናይቶም ዝኸሓዱ ኣካይዳ ተኸቲላ እንተ ኸይዳ ኣብ ኣዱንያ እጃማ ክትወስድ እያ ኣብ ኣኼራ ድማ ዝረኸቦም ክረኽባ እዩ ብስሚላህ ራሕማን ራሒም ወሸምሲ ወዱሓሃ ብፀሓይን ብብርሃንን በቲ ጥቕሚ ካብኡ ዝምንጩ እምሕል። ተመራመርቲ ስነ ከዋክብ ይብሉ ጸሓይ ሚእትን ሓምሳን ሚልዮን ኪሎ ካባና ትርሕቕ። ብርሃና ብጩራ ከይተረፈ ኣትዩ በግ የብሎ ነቲ ቦታ። ካብ መሬት ድማ ብሚልዮን ግዜ ትዓቢ ይብሉ። ወልቀመሪ ኢዛ ተላሃ ብወርሒ እውን ብብርሃና ንጸሓይ ምስ ተኸተለት እምሕል ዑለማ ይብሉ እዚ ኣብ መዓልቲ ዓሰርተ ሰለስተ፣ ዓሰርተ ኣርባዕተ፣ ዓሰርተ ሓሙሽተ ህጅርያ ኣያመል ቢድ ዝበሃል ይረኤ። ወነሃሪ ኢዛ ጀላሃ ብመዓልቲ ውን ንፀሓይ በግ ምስ ኣበለ ኣብ መሬት ዘሎ ግልፂ ምስ ኮነ እምሕል። ወለይሊ ኢዛ የግሻሃ ለይቲ ውን ንፀሓይ ብጸልማት ምስ ሸፈነ እምሕል ገለም ፎሲሊን ድማ ይብሉ ነታ መሬት ምስ ሸፈና። ጸልማትን ብርሃንን፣ ጸሓይን ወርሕን፣ እንዳ ተኸታተላ ብስርዓት ይኸዳ ሓደ ካብታ ሓዲ ኣይዝንግዕን ከምዚ እንዳ በላ ንወዲ ሰብ ከገልግላ ይርከባ። እዚ ድማ እቲ ዝዓበየ መርትዖ ከነስተውዕለሉ ዘለና ረቢ ፈላጥን ክኢላን ረሒምን ከም ምዃኑ እዩ። ወሰማኢ ወማ በናሃ ብሰማይን በቲ ኣሰራርሓን እምሕል ንሰማይ ብዓይንኹም እስከ ረኣይዋ ኢልና ኣብ ሱረት ተባረኽ ጭድድ ጨዳ ኣብ ሱረት ተባረኽ ጨዳድ እኳ ኣይትርእየሉን ወልኣርዲ ወማ ጠሓሃ ብመሬትን በቲ ኣዘረጋግሓኣን እምሕል መሬት ሰጥ ዝበለ ቦታ እንተይ ዘይህልዋ ከመይ ጌርና ምነበርና ከመይ ጌርና ምተጓዓዝና ሰጥ ዝበለ ቦታ ምህላዉ ዓብዪ ኒዕማ እዩ ንረብና ከነመስግኖ ይግባእ ወነፍሲን ወማ ሰዋሃ ብነፍሲ በቲ ዘመዓራረያ በቲ ዘመዓራረያ ኣፈጣጥራኣ እምሕል ገለ ሙፈሲሪን ኢሎም ነፍሲ ሩሕ ማለት እዩ ሩሕ ዓባይ ተኣምር እያ ወዲ ሰብ ብሓንጎሉ ክበጽሖ ዘይክእል ኢዩ ብዘይ ብኣኣ ኣካላትና ሓወልቲ ቆፎ ኢዩ ጥቅሚ የብሉን ፈኣልሃመሃ ፍጁረሃ ወተቅዋሃ ነዛ ነፍሲ ከኣ ኣልሂምዋ ኣረዲእዋ ኣፍሊጥዋ እከይ ግብርን ሰናይ ግብርን ካብ ድቃስካ ምስ ተሳእካ ክሳብ ተመሊስካ ንምሸቱ ትድቅስ ኣርብዓን ዕስራን ኣርባዕተን ሰዓት ከመይ ጌርካ ከም እትካሄድ ኣብ ዒባዳኻ፣ ኣብ ገዛኻ፣ ኣብ ስራሕካ፣ ኣብ ኪታብን ሱናን ትረኽቦ። ኪታብ ኣላ ናይ ሼኽ መሓመድ ኣልቐዛሊ ረሒመሁላህ ኣልብዳያ ኣልህዳያ ትብል ተወከስዋ፣ ብዝበለጸ ድማ እቲ ሓዲስ ደዒፍ ኣውጺኦም ጽሙ ጽሙቕ ኣቢሎም ዝጸሓፉ ኣለዉ ንዕኦም ተትውከሱ ዝበለጸ እዩ። ቀድ ኣፍላሓ መን ዘካሃ እቲ ንትእዛዛት ኣላህ ብምኽታል፣ ብፍልጠት፣ ብሰናይ ተግባር፣ ብሰላት፣ ብሰደቓ፣ ብሲያም፣ ነፍሱ ዘማዕበለ፣ ዘጽረየ፣ ካብቶም ዕዉታት እዩ። ወቀድ ኻበ መን ደሳሃ፣ እቲ ንትእዛዛት ኣላህ ብምንጻግ ነፍሱ ዘፍሸላ፣ ዘርሳሓ፣ ሰላት ኣይሰግድ፣ ሰደቓ ኣየውጽእ፣ ጾም ኣይጸውም፣ ከመይ ገይሩ እዩ እሞ ነታ ነፍሱ ከጽርያ እዚ ዘከርናዮ እኮ ነታ ሩሕ ዘጽሪ እዩ ከም ሳምና ንኣካላትካ ዝጽሪ ማለት እዩ ከዘበት ሰሙዱ ቢጠቅዋሃ ኢዝ እንበዓሰ ኣሽቃሃ ሰሙድ ዝበሃሉ ህዝቢ ብሰንኪ ሕሉፍ ክሕደቶም ነቲ ትእዛዝ ኣላህ ነጺጎም ትዕቢት ኣሕዲሮም ነፍሶም ከጽርዩ ኣይደለዩን፣ እቲ ተካል ዝኾነ ካብኣቶም ድማ ነታ ግመል ክቐትላ ሁርግ ኢሉ ወጸ። ፈቃለ ለሁም ረሱሉ ላሂ ናቀተ ላሂ ወሱቅያሃ ሽዑ ነቢይላህ ሳልሕ ኢልዎም ካብዛ ናይ ኣላህ ግመል ተጠንቀቑ፣ ራሓቑ፣ ኣይትቕተልዋ፣ እቲ ማይ ሓንቲ መዓልቲ ንስኹም ሓንቲ መዓልቲ ንሳ ተጠቀሙሉ

እዚ ዘረባ ናብቲ ዝቐተለ ይምለስ ኢሎም ገለ ሙፈሲሪን ድማ ኢሎም እቲ ዘረባ ናብ ረቢ ይምለስ ኢሎም ማለት ንኣላህ ዝቆጻጸሮ ማንም ስለ ዘየሎ እዚ ክመጸኒ እዩ ከይበለ ድላዩ ፈጺሙ ወላሁ ኣዕለም ወሰለ ላሁ ዓላ ነቢይና ሙሓመድ